ከመይ ሓዲርኹም? ከመይ ሓዲርኩም?
ከመይ ኣለኹም?
ዳሕና ኢና እግዚኣብሔር ይመስገን። ኣብ ደገን ኣብ ኣፍ ደገን ዘለኹም ኣሕዋተይ። ኣብ ደገን ኣብ ኣፍ ደገን ዘለኹም ኣሕዋትና። ብዝኾነ ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ንህልው ዘለው ዛዕባታትን ክንርኢ ኢና። እሺ።
ኣብርሃም ንኤርትራ ዑና ክንገብራ ኢና ይብል። ክወቕዑኒ ይመጹ ኣለዉ ከጥፍኦም እየ ይብለኪ ኣለኹ። ንስኻ ትነብረላ ትበልዐላ ዓዲ ኢትዮጵያ ከፍርሳ እየ ይብለኒ ኣሎ። ኣነ ከኣ ኣስመራ ዑና ክገብራ እየ ይብለኪ ኣለኩ። ወየ እዚ ኣብ ቲክቶክ ተሓቢእኻ ፈኸራ። እውይ ወያነ ዝብል እዚ። እዚ ጥራሕ ኣይኮነን ኣስመራን ከምኡ ውን ዓሰብን የኛ ነው ዝብሉ እሕዋትና ውን ኣለው። እንዲያውም ኣስመራም የኛ ነው ምጽዋም የኛ ነው የኢትዮጵያ ነው። ትግራይ ድሮ የሆነች ኣንድ ቀበሌ ነበረች ከዛ ተነስተው ነው ሙሉ ተግራይ የተባለ። ከምኡ ውን ኣብ ሕሞራ ውን ኢንተርኔትን ስልክን ከም ዝተዓጸየ ድማ ዝወጸ ሓበሬታ ኣሎ። ወልቃይት ሙሉ በሙሉ የስልክና የኢንተርኔት ኣገልግሎት መቋረጡ ተነገረ። ከምኡ'ውን ሓድሽ ሓበሬታ'ውን ብዛዕባ ናይ ኤርትራውያን ባእሲ ኣብ ዩጋንዳ። ዝኾነ ሰብ ኣብዚኣ ከይድና ኣብ ዕርቂ ኣብዚ ካሳንጋ ይትባእ ዝብሎም ኣለው ነረዳድኦም ከም ዘለኹ ከምታ ገለ ከም ዝሰማዕኹዎ ግን ጅምዓይ ማዓረይ ዳርጋ የረዳድእዎም ኣሎ መስለኒ ዳርጋ ይውድኡ ኣለው። ብዛዕባ እዚኦም ካልኦትን ክንሪና ሰናይ ምክትታል። ኣለና ዶ ኣይስማዕሉይ ኣለና ዶ ሰላም ሰላም ኩታት ሎማ ግሽን ተርቲ መተኸትልቲ ኳዕ ብሰላም ናብ መደብና ብድሓን ሃ ብድሓን መጻኹም ብዝኾነ ጾም ከመይ ገብረኩም ኣሎ ከምኡ እውን ሕማማት ምስጋድኸ ከመይ ገብረኩም ኣሎ ብዝኾነ ንዚ ቻናል እዚ ሓደሽቲ ለኾንኩም ሰባት ወይ ድማ ንዚ ቪድዮ እዚ ንመጀመርታ ግዜ ትርእይዎ ዘለኹም ሰባት ሳብስክራይብ ምግባርኩም ከይትርስዑ ከምኡ ድማ ንዚ ቪድዮ እዚ ኩልኹም ጓልኹም ወድኹም ጓልኩም ወድኹም ሰብኣይኩም ሰበይትኹም ላይክን ሳብስክራይብ ምግባርኩም ከይትርስዑ። እሺ ብዝኾነ ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ኣዘራረብቲ ዘለዉ ዛዕባታት ክንሪና ኳዕ ብሰላም ናብዚ ፍቕሪ ለኾነ ቻናል ብደሓን መጻኹም ተጋሩን ኤርትራውያን ኣሕዋተይ ብላፋላይ ንቐጽል። እስቲ ከም መእተዊ ክኾነና ለሙን ከምቲ ልሙድ ብኣገራሚ ዝኾነ ቃለ መሕተት ኢና ክንጅምር። ንሓደ ሓውና ሓንቲ ሓፍትና ውሽማ ንምንታይ ትጠቅም? ኢላቶ። እስቲ እንታይ ከም ዝበላ ንስማዕ። ናይ መጀመርያ ሕቶና ውሽማ ምሓዝ ንምንታይ ይጠቅም?
ፈትፊታ ከተብልዕ ፈትፊታ ከተብልዕ ማለት እዩ። እሞ ሰበይትኻ ፈትፊታ ኣይተብልዓካይ ድያ? ተብልዕ እባ እሞ ታማ እምበር ኣጋጣሚ ኣጋጣሚ ኣጋጣሚ

እዛ ነገር እዚኣ ንኾን ነገር ኒኣ ፋይዳ የብሉን ተኸኢልካ ምስ ምስ ሓዳርካ ግለ ምስ ኣሚንካ ግለ እምበር ንዓይ ኖርማል ኣነ ኣይመርፀን ከም ዝምረፅ ሶ እዞም ከምኡ ዝገብሩ ሰባት ተልዮም ግና እንድዒ
ስለዚ ይጠቅም እዩ ማለት እዩ ኣበይ ፈሊጥኻዮ ብራዘር ከም ዝጠቅም ኣበይ ፈሊጥኻዮ ፈትፊታ ከም ተብልዕ
ፍቕረይ ላየ ኩሉ ነገር ኢኻ ክንደቦይ ክንዲ ኣደይ ክንዲ ሓፍተይ ክንዲ ሓወይ ክንዲ ኩሉ ነገረይ እዮም ኣለዉ እንድዮም ኩሎም ግንከ ክንዳኻ ምንም እዮም ዘይመጹ ዓለመይ ኢላሲ ዝኾነ ግዜስ ዝኾነ ተቆላዕስ ፖሲታ ነይራ ዋዶ እንዶም እዚኣ እያ በቃ መነጋገርቲ ኮይና ነይራ እይ ብድሕሪኣስ ህልም ጠሊምዋ ዶ ይኾን ታይ ኮይኖም ኣብ ዓይኒ ኣትዮም ኢለ መልሓስ ጠሊምዋ ዶ ይኾን?
በቃ ኮይኖም ተግንሕዋ ሰላም በልዋ ሽዶ እም? ሕቡሸይ ሕዚ ኮስ ክትፃረፉ እኮ ኢኹም በቃ ኮሜንት ላተቓዳደምኩም ነይርኩም እንታይ ስለዚ ኣበይ ማገብር? መፅያ ተመሪፃ መፅያ ግዛዕ ክልቀቕ ኣለ ምናምን በቃ ኣይ ሓቡሽ ንዝኾነ ይፈትወኩም እየ ሽዶ
ባይዘወይ ኣብዚ ማሕበራዊ ሚድያ እ፣ ፍቕረይ ናተይ ዓለመይ ብዘይካ ንስኻ ሰብ ኣይኸውንን ምናምን ኢሎም ፖስት ይገብሩ እሞ ድሕሪ ዝተወሰነ ኣዋርሕ ይኹን ዓመታት ተመሊሶም መፅኦም ብስንክኻ ህይወተይ ፀልማት ኮይና በቃ እሞ ኢዶ ፖስት ኣይትገበሩ ማለት ፖስት ኣይትገበሩ በቃ ዋ እወ ዶ እስቲ ኣብዚ ድማ ዝኾነ ይኹን ተዛሪብናዮም ኖርማል እዩ ዝብሉ ኣሕዋትና ኣለዉ ንስማዮ ኩሉ ነገር ኖርማል ዝብልና ሰባት ዝኾነ ነገር ትሓቶ ኖርማል ይለካ ፀሪፍካ ንትብሎ ኖርማል ይለካ ሓሚኻ ንትብሎ ኖርማል ይለካ ምስ ሰበይትካ ደቅካ ሓሲብካ ትብሎ ኖርማል ይለካ ንብረተይ ሰሪቕካ ንትብሎ ኖርማል ይለካ ንኩሉ ኖርማል ገይሮሞ ብጣዕሚ ኦኬ ንሕና እንታይ ኢና ክንገብር ንሕና ከዓ እንታይ ኢና ክንገብር ነቲ ናቶም ኖርማል ዘይነብሩ ክንገብሮ ኢና ዘይኖርማል ክንገብሮ ኢና ንሕና ክንፀርፎም ኢና ክንቅጥቅጦም ኢና ክንሓምዮም ኢና ክነዋርዶም ኢና ደስ ዘለና ክንፈርድ ኢና ኖ ንስኻ መን ኮንካ ክትፈርድ ገለ ዝበሃል የለን ንኩሉ ከም ኖርማል ገርኩም ንሕና ሓሲብኩሞ ንሕና እውን ደስ ዝበለና ክንፈረድ ኢና ደስ ዝበለና ክንፀርፍ ኢና ደስ ዝበለና ክንገብር ኢና ከምቲ ንዓኹም ኖርማል ዝኾነ ነቲ ናትኩም ከዓ ዘይኖርማል ዘይንቡር ክንገብሮ ኢና ክነርእየኩም ኢና ወላ ኢሎም እኮ ዓይነ መፍቲቶም ክዮም ንኩሉ ነቀ ኖርማል ገይሮሞ ኖርማል ኣታ ባንዕኹም ዘልካዮ ኖርማል ኢለካ መሬት ርገጽ ዘልካዮ ኖርማል ኢለካ ወጽንሕ ኢሎምና ገረንም ኮሪና ሕጂ ካብ ሕጂ ጀሚርና ነቶም ኖርማል ዝብሉና ሰባት ከም ደስታና ንጸርፎም ከም ደስታና ንሓሚ ከም ደስ ዝበልና ንፈርድ ፈጣሪ ዝፈርድ ዝበሃል ሓቀይ ምሶም ግን ንኹሉ ነገር ኖርማል ኢሎምና ነንሕድሕዶም ሕጂ ከም ደስታና ክንገብር ኢና በቃ ኣሕዋት ሓቁ እዩ ዝሓውና እዚ ኣለዉ ሓደ ሓደ ሰባት ኩሉ ነገር ኖርማል እዩ ዝብሉ ባይዘወይ ኣነ ብራዘሪ መዓዘ ድዩ ተስፋ ቆሪፀ ብደርፊ ኖርማል እምበር ኢሉ ምስ ተደረፈ እዩ ኖርማል ገብዘንዶ ኖርማል እምበር ኖርማል እምበር እና ብዙሓት ሰባት ኣለዉ ዝኾነ ይኹን ኖርማል ዝብሉ

ስጋኻ ደኣ ሓደ ንኽምቸወካ ንኽምቸወካ እና ነብስኻ ፅቡቕ ንኽትኸውን ማለት እዩ ተፀምካ እየ ዝምቸወካ ኣነ ተፀም ብቻ እዩ ዝምቸወኒ
ኣሕዋት ማለት መዓረም እዚኦም ዲና ንፆም ኣለና መልሱለይ ማዓረ ኣነስ ማዓረ ምዝ ሓውና እዚ የልፆም ኣለኹ ኣነ የልፆም ኣለኹ ብራዘር ንነብሰ የልፆም ኣለኹ ስጋ ደኣ ታይ ኒዎ ዋጋ ሎሚ መዓልቲ ተሞችካ ኒኦ ፅባሕ ክትሓምቕ ኢኻ ስጋ ስጋ ባይዘወ ሓቁ እዩ እኮ ብዙሓት ሰባት ኣለው ልክቐጥኑ ኢሎም ዝፀሙ ሰባት ኣለው በቃ ልክቐጥኑ ብስነ ስርዓት ጾመ ርብዓ በፂሓኒኣ በቃ ኣነ ሰውነተይ ገዚፈ እየ ዘለኹ እሞ ንእሸይ ክቕንሰለኒ ኢሎም ዝፀሙ ሰባት ኣለው ሰላም እዚኦም ሰለስተ ቦታታት መንእሰይ ኮይንካ ዊን ስደተኛ ኮንካ ክትርከበሎም ዘይብልካ ቦታ ቀዳማይ እንዳ ባር እንዳ መስተ ብዙሕ እንዳ መስተ ክትሰቲ ትኽእል ኢኻ ኣብ ገዛኻ ኣምጺኻ ክትሰቲ ክትዘናጋዕ ትኽእል ኢኻ ከምቲ ትደልዮ ጌርካ ካልኣይ እንዳ ቁማር ሳልሳይ ንዓኻ ንኽብርኻ ዘይምጥን ቦታ ወላ ሓንቲ ሰንስ ዘይህበካ ክሕጉሰካ ዘይክእል ቦታ ኣብ ዝኾነ ይኹን ክትርከብ የብልካን ስደተኛ ምዃንካሲ ምስቲኦም ዘለኻዮም ሃገር ዓሰርተ ናቶም ዕጽፊ ክትጽዕር ኣለካ። ዓሰርተ ናቶም ዕጽፊ ጽዒርካ ኢኻ ከምቲ ናቶም ምንባር ክትነብር ትኽእል። ኣብ ዝኾነ ይኹን ኣብ ዝኾነ ይኹን ቦታሲ እንዳ ቁማር፣ እንዳ መስተ፣ እንዳ ምንዝርና ገለ ትውዕል እንተሊኻ ህይወትካ እመነኒ ድሕሪ ዓሰርተ ዓመት ከምዚኣ ዘለኻያ ኣይትቕየርን ኢኻ። ስለዚ ሕጂ ነዚኦም ኮንፈርታ ምቹእነት ዘይስምዓካ ቦታ እን ትውዕለሎም እንተሊኻ ብኡነት ህይወትካ ድሕሪ ሰላሳ ዓመት እውን ክቕየር ኣይክእልን እዩ ምናልባሽ ክትወልድ ትኽእል ኢኻ ነቲኦም ዝወለድካዮም ቆልዖ ግን ኣቦ ኮይንካ ክትኣልዮም ኣይትኽእልን ኢኻ ምናልባሽ ፍቕራዊ ጉዕዞ ክትጅምብር ትኽእል ኢኻ ግን ዕውት ኮይንካ ክትነብር ከም ዘይትኽእል ክነግረካ ይፈቱ ማለት እዩ ስለዚ ካብ ብዙሓት ኣማኸርቲ ዝሰማዕኩዎ ምኽሪ ዝሰራሓሎም ዝተዓወቱሉዩ ስለዚ ፕሊስ ኣብ ዝኾነ ሃገራት ዘለኹም። እሺ ተከታተልቲ እዚ ሓውና ዝተዛረቦ ኩሉ ትክክል እዩ ብዙሕ ዓይነት መንእሰይ ክገብሮም ዘይብሉ ብዙሕ ነገር ኣሎ ግን ድማ እቲ ቀንዲ ኣነ ቀንዲ ክገብሮ የብሉ ኢለ ዝሓስብ እዛ ቁማር ትበሃል ነገር እያ ኣብኣ መኸስ ኣዋልድ ክትምርዓዋ እንድሕር ትደልያ ኮይንክን ካብዞም ክልተ ዓይነት ኣወዳት ርሓቓ ቀዳማይ። ጽቡቅ እስቲ ኣወዳት ተሃሊኹም ስምዑ ኩሉኹም። እዞም ናብ ጾታዊ ርክብ ዝጓየዩ ናይ ብሓቂ ንቑም ነገር እንድሕር ድሓስበክሎ ኮይኑ ልቦናኺ ክፈልጥ ኣተሓሳስባኺ ክፈልጥ ስድራይከ ምመረጽዋ ዶ ነይሮም ስድራይከ ይፈትውዋ ድዮም ኢሉ ድሓስብ እምበር ናብ ጾታዊ ርክብ ኣይጓየይን እዩ ክልተ እዞም ስእሊ ናይ ማዕኮርኪ ስእሊ ናይ ቅርጽኺ ናይ ክስታይኪ ስደድለይ ላእኽለይ ዝብልኽን ድለኪ ትኽክል ኖ ናይ ያ ብሓቂ ንቑም ነገር እንድሕር ድሓስበኪ ኣሎ ኮይኑ ልክዕ ከመዲ እዩ ደኽብረኪ ምክንያቱ ንቁምነገር ኣደ ደቁ ክትኮኒ ናብ ስድሮ ክወስደኪ እንድሕር ሓስብ ኣሎ ኮይኑ መዓኮርኪ ባ ቅርጽ ክባ ይብለክኒ ሜቢ ክስታ ክብለኪ ክእል ናፊዖኪ ስእላ ክስደድለይ ገለ እብለኪ እዘን ክትፍተዋ ኢልክን ስእላ ክንገለ ትሰዳ ግን ኣዴ ማርያም ብፍላይ ሓበሻ ንቁም ነገር ዝሓስብዋ ጓል ናይ መዓኮርኪ ናይ ቅርጽኺ ገለ ኣይብልዋን እዮም ኣዩ ሶ ትክክል ትክክል። ኖእ በሎም ነብስኽን ኣኽብራ ስኽን ኖእ ቴልክኖ እዮም ከኣ ብፉሉይ ዓይኒ ክሪእኽን ድጅምር ሽዑስ እዋእ እዚኣስ ኦኬ ጥዕይቲ እያ ለባምያ ማለት ኢሎም ሞር ሽዑ እዮም ደኽብርኽን ኖእ በላ ኖእ ኖእ ኖእ በላ። በላ ኣይትፍርሓ ኣይትተሃወኻ እቲ ንዓኽን ዝበሎ ኣምላኽ ኣምላኽ ክሰደልክን እዩ ክትተሃዊኽክን ገለ ንኽትፍተዋ ኢልክን ሕረ ሕረ ኣይትበልኦም በጃኽን ብፍላይ እዚ ናይ መዓኮርኪ ናይ ቅርጽኺ ገለ መለ ኖእ ሽኮይና ኖእ ኖእ በሎም ኣደይ ማርያም ሞር ከኽብርኹን እዮም ነብስኽን በዓልኽን ኣኽብሪ ኣሶም ከኽብርኹም ተኾይኑ ኖ ኖ ኣይትፍርሓ ኣይትተሃወኻ ኣምላኽ ናቱ መደብ ኣለዎ እዚኣ ወድሓንክን
ናይ ብሓቂ ዓባይ ምክሪ ኣባይ ዘውሉ ግዜያዊ ዝደልየ ክል ወዲ ከምዚ ሓፍትና ዝበለቶ ናግዛዕ ለኣክለ ይብል ንዕምሳይ ተለይ ሓዲርኺ ኣይብሊ ከምኡ ውን ቅርሺ ላኣክለይ ኣይብለኪ እና እዚኣ ዓባይ ትምህርቲ እያ ለኣዋልድ ኣሕዋተይ። እሺ
ሓንቲ ሓብትና ሲ እሺ ድውል ኣቢላስ ፍቕራ ገሊጻትለይ ፐው ኣነ ከኣስ እንታይ ክብላ ኢለ ዓቕለይ ጸቢብ- ጸቢብኒ ሓሴ ፍቕረይ ክገልጸላ ሓሲበስ እ፣ ግን ፈሪሀ ጾም እዩ ጾም ምድሪ እንድሕር ሓሲኻ ከኣ ትኽ ኢላ ናባያ ተግንያ ከምዚ ንሳ ብፍቕረይ ፍሪቕሪቕ ኢላ ዘላ ኣነ ከኣ ብፍቕራ ፍሪቕሪቕ ክብል ስለ ዝደለኹስ እወ እንታይ ክገብር ኣለኒ ኣየ ዘርኣይ ሓወይ ግደ ህኮት ናይ ብሓቂ ኣሕዋት እዛ ሕማማት እዚኣ ኩላትና ከይሓሸና ንውጸያ በቃ ኩላትና። እሺ እሺ ኣትክልቲ እስቲ ናብቲ ዝቕጽል ኣገዳሲ ዝተባህለ ሓበሬታ ክወስደኩም እሱ ድማ ሓደ ቅድሚ ክልተ መዓልቲ ኣብ ዩጋንዳ ኣብ ካምፓላ ኤርትራውያን ባዕሎም ንባዕሎም ተባኢሶም ነይሮም ኣነ እውን ከምኡ ትማሊ ሓንቲ ቪድዮ ሰሪሐልኩም ነይራ ብልቐጽል ሓድሽ ዝወፀ ሓበሬታት ኣለዉ እዞም ዝተባእሱ ብግሩፕ ግሩፕ ኮይኖም ብኣውራጃ ወይ ብካሊእ ናይ ፖለቲካ ኣፈላላይ ዘይኮነሲ

ዕርቂ ተዝግበር በሃሊ እየ። እስቲ ዕርቂ እውን ከም ዝተጀመረ ሕጂ ግርም ዘብል እዚ ሓውና እዚ ዘውጽኦ ሓበሬታ እውን ኣሎ። ዝኾነ ሰብ ኣብዚኣ ከይድና ኣብ ዕርቂ ኣብዚ ካሳንጋ ይትባኣስ ዝብሎም ኣለው ንኣሽቱ እዮም ከኣ ወላ ጨሪሞም ተባኢሶም ክኾኑ ይኽእሉ ሕጂ ግን ንሕና ዓበይቲ ሰባት ስማዕ ን ግደፎም ናትካ ዓበይቲ ሰባት ተዛረበልና ስለ ዝበሉኒ ደቅና እዮም ኤርትራውያን እዮም እዚኦም ክመዓዱ ግብኦም ስለ ዝበሉኒ ኣነ ክዛረብ እየ ስማዕላ ሕጂ እስኻ እዛ ዘረባ ቴንክ ዩ ይቕንየለይ ኣነ ግን ጀምዓ ብምልእኹም ኣብ ደገ ኣብ ደገ ዘለኹም ኣሕዋትና ወላ ኣብቲ ካሳንጋ ዘለኹም ኣብ ካባላጋላ ዘለኹም ዲኹም ወላ ኣብ ገለ ዘለና ከይድና ከምታ ገለ ነረዳድኣዮም ከም ዘለኹዎ ከምታ ገለ ከም ዝሰምዓኹዎ ግን መጀምዓይ ማዕረይ ዳርጋ የረዳድእዎም ኣሎ መስለኒ ዳርጋ ይውድኡ ኣለዉ ሕጂ ተማውዱ ኣለኹም ከዓ ንኣሽቱ ኣለኹም ኣነ ወላ ሓንቲ ሕጂ ትማሊ እዮም ነጊሮምኒ ወላ ሕጂ እውን ኣጋጣሚ ሰባት ተዛሪቦምኒ ኣነ ብከመይ ትባእስ ይፈልጥኒ ኣነ ግን ኣነ በኣስ ስለ ዝፈቱ ኣይንበኣስ ንፋቐር ኢና ዘለና ከም ትሰምዕዎ ዘለኹም እዩ ዕርቂ እውን ከም ዝተጀመረ እዩ ዝሕበር ዘሎ እሞ ፅቡቕ ጅማሮ እዩ እሸቶትልቲ ናብቲ ዝቐፅል ሓበሬታ ድማ ክወስደኩም እሱ ድማ ኣብ ወልቃይት ሑመራ እውን ናይ ስልክን ኢንተርኔትን ከም ዝተዓፀየ ሓበሬታት ይወፅእ ኣሎ እሞ እስቲ እዛ ቪድዮ እዚኣ ንከታተል። ወልቃይት ሙሉ በሙሉ የስልክና የኢንተርኔት ኣገልግሎት መቋረጡ ተነገረ በወልቃይት ሙሉ በሙሉ የስልክና የኢንተርኔት ኣገልግሎት መቋረጡ ተሰምተዋል ይህ የስልክና ኢንተርኔት መቋረጥ

ክስማዕ ተሎ ወይ ክረኣ ተሎ እዮም ዝዓጽዎ ሰለስተ መዓልቲ ገይሩ ኣሎ ካብ ዝዕጸ እስቲ ናብቲ ዝቐጽል መደብ ድማ ክወስደኩም እሱ ድማ ሓደ እሱ ድማ ሓደ ናይ ኣብርሃም ፈኸራ እዩ ኣብርሃም ንኤርትራ ዑና ክንገብራ ኢና እዩ ዝብል ዘሎ እስቲ ንስምዖዮ እንታይ ማለቱ ከም ዝኾነ
ክወቕዑኒ ይመጹ ኣለዉ ከጥፍኦም'የ ይብለኪ ኣለኹ። ንስኻ ትነብረላ ትበልዐላ ዓዲ ኢትዮጵያ ከፍርሳ'የ ይብለኒ ኣሎ። ኣነ ከኣ ኣስመራ ዑና ክገብራ'የ ይብለኪ ኣለኹ።
ብሱሩ እኮ ሃሪስኩም ኢኹም ዘለኹም ተጋሩ ኣሕዋተይ። ሃሪስኩም እኮ ኢኹም ዘለኹም። ኣብ ኣስመራ ኣውሊዕኹምና፣ ኣብ ጎንደር ኣውሊዕኹምና፣ ሕዚ ከ ኣብ ኣዲስ ኣበባ ከተውልዑና። ኣታ ኣብርሃም ሓወይ እስኻ ለሞ ዘይትህርስ እንድሕር ኩላትና ተጋሩ ተሃሪስናሲ ኣብርሃም ሓወይ ንምንታይ ኢኻ ዘይትህርስ ወይስ ትግራዋይ የኾንኻይ ኣብርሃም ግደፈና እባ እስቲ ንስማዕ ንወደዮ። ኣይንፈቕደልኩምን ናይ ኣተሓሳስባ ጸገም ኣለኩም ናይ ምምሕዳር ጸገም ኣለኩም ታሪኽኩም ኣይትፈልጡን ኢኹም ሕዚ ዘለኹም ዊጥ ዊጥ ትብሉ ተጋሩ እንታይ ኣቲኪ ድሌቶም እንተኾይኑ ዛይድ ዝመልስ እታ ተወክስኺ ኤርትራውያን ተደልዮሞ ዛይድ ስረ ስርዓት እባ ኤርትራውያን ክንዋጋእ ኢና ክንጠፍእ ኢና ተይሎምኪ እታ ተወክስኺ መን ይኽስኺ መን ናቶም ጠበቓ ጌርኪ

ኣብ መሬት እያ ዘላ እሞ ናብ ዓድኻ እሞ እተ እንተ ክኢልካ እስቲ ትገጥም ዲኻ ኣይትገጥሚ ብልቕፅል ድማ ብልቕፅል ብዙሓት ሰባት ኣለዉ ከም ናይ ኣብርሃም ኣተሓሳስባ ዘለዎም ኣብ ቲክቶክ ተሓቢኦም ብዙሕ ብዙሕ ፈኸራን ፀርፍን ከምኡ እውን ፅልእን ዝሰብኩ ኣሕዋትና ኣለዉ እሞ እዞም ሰባት እዚኦም ኣነ ዓገብ እየ ክሎም ዝደሊ ምክንያቱ ንስኻትኩም ዘይትኸፍልዎ መስዋእቲ ኣብ ቲክቶክ ወፂኹም ከም ምዝራብ እቲ ኣብ መሬት ኸድካ ቀሊል ኣይኮነን

ትግራይ ንእሽተይ ቁሸት እያ ነራ እዩ ዝብል ዘሎ ባይዘወይ ኣብ ነራ ብዙሕ ነገር እኒኦ ምክንያቱ ኣክሱማውያን ክንበሃል ተለና መጀመርታ እውን እሽካ ዓበ ኢና ነርና ከዚ ግን ኣበይና ኒና ካሊእ እንታይ ብጣዕሚ ኣስሒቕን ናይዚ ሰብኣይ እዚ ሰላም ለሁሉም ወይ ድማ ፒስ ፎር ኦል ልብል ኣብ ርእሱ ኣሎና ከምዚ ዓይነት ዘረባ እናተዛረብካ ሰላም ክመፅእ ድዩ ኣዝዩ ልገርምን ለፍርሕን እዩ ብልቕፅል ኢትዮጵያውያን ጥራሕ ዘይኮኑ ከምኡ እውን ሓደ ሓደ ተጋሩ እውን ኣለዉ ቀይሕ ባሕሪ በቃ ንትግራይ ይጠቕማ እዩ ይጠቕመና እዩ ምክንያቱ ኣብዪ ኣሕመድ ተምሊስዎ ንህዝቢ ትግራይ ይጠቅም እዩ ዝብሉ ኣተሓሳስባ ኣለዉ ነዚ ድማ መምህር ኣብርሃ ተኽለ ብደንቢ ገይሩ ገሊፅዎ ኣሎ ቀይሕ ባሕሪ ንትግራይ ይጠቕማ ድዩ ወደብ ይጠቕማ ድዩ ልዝብል ትግራይ ናበይ ገፃ እያ ልብል እስቲ ንስማያ ሓደ ኢትዮጵያ ባሕሪ በሪ ተረኺባ ዝርባሕ ህዝቢ ትግራይ ኣይትርብሕን እብለኪ ኣለኹ ምክንያቱ
ናይ ትግራይ ሞትን ምሕቃቕን እዩ ዘቀላጥፍ እዚ ጂኦ ፖለቲካል ነግረኩ ከለኹ የለን ትግራይ የላን ብሕሉ ኣበይ ምስ ሃለኺ ኢኺ ንርባሕ ገለ ምለት ኣለኺ ኒኽ ዲኹ እንዲ ብሱርቲ ፕሮጀክት ክኾ ትፈልጥ የለኪ ንምንታይ እዩ ዓሰብ ፕሮጀክት ገይሩ ዝውሰድ ዘሎ ክፍለጥ ኣሎ ሲልካ ክወደ ድርግም ክበሃል ዘለዎ ዝመስለኒ ዓሰብ ክንደይ ኪሎ ሜትር ኮይንታ ብኢኮኖሚ እንድሕር ትርእዮ ኣለኢኺ ኮይንክስ ብሰላማዊ መንገዲ ባፃ ዘይኸፍተልኪ
ምስ ክገብር ዝኽእል መንግስቲ ፅንሕኒ ማ ድሕሪ ረብሓ እየ ዝብለክ ኣለኹ ናይ ረብሓ ናይ ኢኮኖሚ ጉዳይ ድሕር ተልዕል ኣለኺ ናይ ኢኮኖሚ ረብሓ እንዲኻ ተልዕል ዘለኻ ኣብ ኤርትራ ራስ ኢኮኖሚካሊ ህዝቢ ትግራይ ትረብሓ እዩ ስለ ዝበልክኒ ካ ይርባሕን እዩ ዝበልኩ ኣብዚ ንከራኸር ይርባሕን ይለክ ኣለኹ ንምንታይ ይርባሕን ምስቲ ህዝቢ ንኸፍሎ ዋጋን ህዝቢ ትግራይ ብኣ ኣምፅኡ ክርብሓ ዝኽእል ኮሚዲትን ኣይራኸብን ክንጠፍእ እውን ንኽእል ኢና ንኣና እዚ ሓቂ እዚ ፕሮጀክት እዚ ይብለክሎ እዚ ፕሮጀክት እዚ ምስ ተወደ ህዝቢ ትግራይ ብፅባሒቱ የለን ክጠፍእ እዩ ኣሎ እዚ ሓደ ነገር እዩ ካልኣይ ብስሩብ ኮስት ኣንፃር እውን ብዋጋ ኣንፃር ናይ ዓሰብ ባሕሪ ክነምልስ ኢልና ንኸፍሎ ዋጋ ንምኢቲ ዓመት እውን ብኢኮኖሚያዊ ረብሓ እንደገና ምስ ኤርትራ ዋግኤ ከፅንተኩም እየ ኣብ ዓውደ ውግእ ክገብር እየ ንስኻትኩም ከም ቅጫ መኸሎ እናተጋላወጥኩም ክትሓሩ ዝግበኦኩም ህዝቢ ኢኹም ክደሊ ከለኹ ናይ ደገ ሓይሊ ፀዊዑ ዕዋኩም ከልየኒ ከሎ ናይ ኦሮሞ ብልፅግና ረብሓ ንምርጋፅ ከድሊ ከሎ ከዓ እንደገና ተገልቢጥኩም በዚ ትዋጉ ትጠፉ እዩ እዚ እዩ ናይ ህልውና ሓደጋ ንትግራይ ዘምፅእ ስለዚ ስለተሸማቐቅኪ ስለተሸቑረርኪ ናይ ህልውና ሓደጋኺ ይውስኽ ኣሎ እምበር ኣይቕንስን እዙይ እዮም ዝብልና ዘሎ ብግልፂ ቋንቋ ዳኛቸው ሰፋ ደ ትፈልጥ እቲ ኣዲስ ኣበባ ዩኒቨርሲቲ ናይ ፍልስፍና መምህር እንታይ ይብሉ ብግልፂ እኮ እዮም ተዛሪቦም ትግራይ ዝመት ተተዋሂሉ ክዘምት ኣለዎ ተዋጋእ ተተዋሂሉ ክዋጋእ ኣለዎ ኣብ ናይ ዓሰብ ዝግበር ናይ ወፍሪ መንግስቲ ኢትዮጵያ ኣይሳተፍን ናይ ማል መሰል የብሉን ናይ ኢትዮጵያ ግዝኣት እዩ እኮ ይብለኪ ዘለኹ ኢሉ ቃል ብቓል ማለት እዩ። እዚ ብሓደ ወገኑ ድንቁርና እዩ፣ ጅዝብና እውን እዩ ንዓይ። ሎሚ ትማሊ ናይ ኤርትራ መንግስቲ ምእታዉ ጸገም የብሉን። መንግስቲ ኤርትራ ብጣዕሚ የመስግኖ። ንመንግስቲ ኤርትራ ዘለኒ ፍቕሪ ክሻብ ሕዚ ኣጠዓዒመ ወዳእኹን ዝብል ነበረ ስብኣይ ዋኖ ውርባ ናይ ደገ ሓይሊ መመፁ ክወርር ከሎ ኣንፃር ናይ ኢትዮጵያ ሕገ መንግስቲ ኣንፃር ናይ ኢትዮጵያ እዩ ዝብል ቀደድ ዝነበረ ሰብ ሎሚ ከዓ ተመሊሱ ናይ ኢትዮጵያ ሕገ መንግስቲ ከምዚ እዩ ዝብል ይጠቕሰልክ ስለዚ ከመይ ኢና ንሕና ንርኢ ከመይ ኢና ንርኢ ዘለና ኣነ ከዓ ይብለ ኣለኹ እንተኾነ እንተኾነ መንግስቲ ኢትዮጵያ እቲ ዝገብሮ ዘሎ ኣየዋፅኦን ኣየድልን ብህውከትን ብውግእን ዝመፅእ ነገር ካልእ ሓደጋ እዩ ዘምፅእ ኢንተርናሽናል ረፅሚ ክህልዎ እዩ ምንመን ከም ዝሳተፋ እንታይ ከም ዝግበር ኣይፍለጥን ብሰላማዊ መገዲ ይውዳእ እዩ እንተዘይኮይኑ ግን ህዝቢ ትግራይ በዝሑ 6 ሚልዮን ዘይመልእ ን120 ህዝቢ ሪያ ከይጠምዮ ክቕልብ ኢሉ 19 ሰዓት መስዋእቲ ክኸፍል የብሉን ደክሎ ብኢኮኖሚያዊ ረብሓ እውን ይፍልጥ ኣሎ። ዘለኣለማዊ ናይ ዓውዲ ኩናት ክንከውን ኣይንደልን። እዚ ናይ ዓሰብ ዝበሃል ውግእ እንድሕር ተጀሚሩ መኣስ ከም ዘቋርፅ እውን ኣይንፈልጡ። ኣሽታትልት መምህር ኣብርሃ ተኽለ ከም ዝሰማዕኹምዎ እዩ ኣነ እውን ብዛ ሓሳብ እዚ ኣነ እውን ይድግፎ እየ ምክንያቱ ንቀይሕ ባሕሪ ወይ ድማ ወደብ ዓሰብ ልዝኽፈል መስዋእቲ መስዋእቲ ክንኸፍል ኣይንደልን ቀይሕ ባሕሪ ብዝብል ሰበብ ምክንያት ሓደ መንእሰይ ትግራይ ዋጋ ክኸፍል የብሉን። እሾ ተኽትልቲ ናይ ሎማዓንቲ መደብና እዚ መስል ነይሩ። ኣብ ዝቕፅል ቪድዮ ሽካዕ ንጋን የመችኹም በብለኹሞ ሰላም ኹንለይ ስያ